ኣመለኛ ምሕንፋጥ ከም ዘይገድፍ፣ እቶም ንህላወኦም ዝቃለሱ ከኣ ምቕጥቃጥ ከም ዘይገድፉ ዘርኣየ ፍጻመ ውግእ ሸረሪና ነጥቦ መቓይሮ ነይሩ። ሓደጋ እንሳጠሐሉ ዘለና ምኽንያት፣ ሕዚ እውን ሕዚ እውን ሕዚ እውን ሓደጋ እንሳጠሐሉ ዘለና ምኽንያት ንመኸተ እውን ስለ ዘይንዳሎ እዩ፣ መኸተ ከኣ ብኹሉ መዳይ። ውግእ ኣብኡ ኣመራርሓ ኢዶም ናባኢዶም ዝሞተ ሞይቱ ውሕጅ ዝወሰዶ ወሲድዎ ኣመለኛ ምሕንፋጥ ከም ዘይገድፍ እቶም ንህላዎም ዝቃለሱ ከኣ ምቕጥቃጥ ከም ዘይገድፉ ዘርኣየ ፍጻመ ውግእ ሸረሪና ነጥቦ መቓይሮ ነይሩ እቲ ስርሒት ኣብ ባይታ ዝተኻየደ ወተሃደራዊ ስርሒት እኳ እንተኾነ ፖለቲካዊ ሚዛኑ ግን ይዛይድ ውዕሎ ሸረሪና ከመይ ከም ዝነበረ ናብ ሸረሪና ዝወሰደ መስርሕን ድሕሪኡ ዝሰዓበን ዘይንፈልጦ የብልናን፣ ዘይንዛረቦ ግን ክህሉ እዩ። ሓሶቱ ኣቀናቢሩ ካብ ዝወረዶ ውቅዒት ቃንዝኡ ህድኡ ክመጽእ እውን ኣይደፈረን። ውጥን ኲናት ናይ ምሩኻትን ስዑራትን ጀነራላት ኣብ ሸረሪና ብተጋደልቲ ደቂ ትግራይ እዩ ተዘሪጉ። እቲ ስርዓት በርጊጉ ጌና ካብቲ ዝሰንበዶ ቀልቡ ይመለሰን። እቲ ስቕታ ከምዚ ናይ ሻዕብያ ስትራተጂያዊ ስቕታ ዘይኮነስ ከምቲ ብርቱዕ መዝበጥቲ ምስ ገጠመካ እትኾኖ ዕዘማይ ዕሎ ሸረሪና ሸረሪና ትብዓት ደቂ ትግራይ ዘርኣየ ፈተነ እዩ ነይሩ። ነታ ኣሕማሚ መዝበጥቲ ከጋጥሞ ዘልዕላ ኤርትራ ከኣ ኣጸቢቑ ክዝክራ ገይራቶ ኣላ። ብዓኸር እየ እኔኹ።
በቐደማይ ኣብ ሸረሪና ግንባር ኢዶም ልሃቡ ኣሕዋትና። ክንጥይቕ ኢና መጺና እቲ ሓቂ እስቲ ካብ ኣንደበቶም ስምዕዎ። እሺ ስምኻና ኣሃዱኻ ንገረኒ። እሺ ተጋዳላይ ሚኪኤለ ተኽላይ ይበሃል ኣርማ ዓሰርተ ሰለስተ ኮር ሚእቲ ዓሰርተ ሓደ ኣበባ ክፍለ ጦር ኣስታት ሸሞንተ ሓይሊ ሰለስተ እየ ነይረ። እሺ ሚኪኤለ መኣዝ ኢኻ ተጋዲልኻ?

ሸሞንተ መዓልቲ ሰልጢንካ ኢኻ ናብ ግንባር ኣቲኻ።
ብሕውሓት ተካሒድኹም ኢኹም ዝተማረኸና ሓይሊ የለይ ኤኣይ እዮም ኢኹም ትበሃል ኣለኹም ታይ ኢለ ኣለካ መልሲ ልዚ። እማ ንሕና እንኳዕ ብህይወትና ወፃና ንሕና ኢድና ሂብና ኢና ኣው እቶም ከምኡ ዝለው ኣብ ኩናት ዘይወዓለ በሊሕ ኢልዋ እዚ ንሕና ዝሮ ዝሮ ውሑድና እዮም ኣብኡ ኢቶም ኣመራርሓ ጎዮም ከይዶም እዮም ገዲፎምና ማለት እዩ ዝሞተ ሞይቱ ዝወጸ ወጺና ኒሀና ኣብዚኣ ማለት እዩ ኣምላኽና ነመስግን ኣለና ማለት እዩ መድሂኒኣለም ኣቦና ኣብዚኣ ነመስግን ኣለና ኣብዚ ኮላይ ንዓና ኮላይ ጽቡቅ እንጎሩና ኣለዉ ኣብዚ ምግቢ ኮላይ ተበልካ ማይ ተበልካ ጽቡቅ ክዳምንቲ ክዳን ጥራይ ቀያሪ ዘይብልና እምበር ካሊእስ ጽቡቅ እዩ ሳምና ኮላይ ሂቦምና እዮም ሳምና ናይ ካሊእ ጽቡቅ እዩ ጽቡቅ ይንሄለ ማለት እዩ። እሺ ሚኪ ኣብ ዲያስፖራ ኣብ ዝተፈላለየ ምቹው ናብራ ኮይኖም መንእሰይ ትግራይ ክጋደል ኒኦ ክኳሻሕ ኒኦ ተዋጊእካ ኢኻ መሬትካ ተምልስ ምናምን ልብሉ ኒኦውና ልኦም እንታይ ዓይነት መልእኽቲ ኒኤካ? ንዖም ደኣ ዙርዮም ኣንዳ ንሕና ውግእ የድልየናን ተልዮም ይዋግኡ ንሶም ኣነ ብናተይ ዙርዮም ንዕኦም ውግእ በላዒ ሰብ እዩ ዜርኣያ ክሪኣ እየ ማቲ ንዕኦም ደንቡጠና ዘለዉ ተረፍ ተኮላይ ውግዕ የድልየና ንሕና ሰላም እዩ ዘድልየና ብሰላም ክፍታሕ ኣለዎ እየ ዝብሎ ኣነ ናተይ ማቲ።
እሽ የቀኔለይ ምኪዋ ያው ብግፋ ምንም ልሳካዕ ኩናት ሃምለ የለ ምኪኤለ ሓደ ዓብይ ኣብነት እዩ ድሮ ድሮ ግን ግፋ ብቻ ኣይኮነይ ኣብ ትዕሊ ትግራይ ተጋሩ ልበፅሕ ሎ ኩለ መዳያዊ ዕንወት እዩ መከራ እዩ ልከብቅዕ ንሕወሓት ዕድመን ኣሕፅር ሰላም ንህዝብ ትግራይ ይሞቸው። ሓደጋ እንሳጠሐሉ ዘለና ምኽንያት ሕዝውን ሕዝውን ሕዝውን ሓደጋ እንሳጠሐሉ ዘለና ምኽንያት ንመኸተ እውን ስለዘይንዳሎ እዩ። መኸተ ከዓ ብኹሉ መዳይ መኸተ ምህላው ኣይተርፍን። ሓደ ብሄር ሃገር ኮይኑ እዚ ኮይኑ ቅፅል ተኾይኑ ኩሎም ኣበሳታት እናተኻላኻለ ምዕባልኡ ከረጋግፅ ካሊእ ዋርድያ ክኾነሉ ዝኽእል ኣሎ ኢሉ ክሓስብ ኣይግባእን። ይትረፍ ዋልታ ዝኾነካ ናይ ህዝቢ ትግራይ ከዓ ፍሉይ ነገር ኣሎ ዘኩሉ ሰው ዘሕርጉቶ ይደልን ኣብ መረበተይ እንደእትውኒ ባዕለይ ፅሒረ ክነብር እየ ዝብል ህዝቢ እዩ ህዝቢ ትግራይ ካብ ከምዚ ዝበለ ኩነታት ከይወፅእን ዓርሱ ንከይከላኸልን ኮነ ተባሂሉ ይስራሕ ከም ዘሎ ዝገለጸ ጀነራል ክንፈ ዳኘው ወዲ ዳኘው ኩናት ከይገጥመካ መፍትሒኡ ንኩናት ብዝግባእ ምድላው እዩ ይብል። ኣብዚ ቀረባ እዋን እውን እዚ ሰላም ኢና ንደሊ ሰላም ኢና ንደሊ ዝበሃል ዘረባ ምስ ውሽጣዊ መንነትና እናተጓነፀ ብጣዕሚ እዩ ዘሸግር ነይሩ። ሰላም ኣይንደልን ኢልና ኣይንፈልጥ፣ ፃሕቴርና ኣይንፈልጥ፣ ሰላም ኢና ንደሊ ዝበሃል ዘረባ ንምንታይ መፁ? ንመኸተ ከይንዳሎ ኮይን ዝተገበረ ዘረባ እዩ። ንመኸተ ክንዳሉ ኣለና ኩሉ ሻዕ ኩናት ከየጋጥመና እንተደሊናስ ንኩናት ምድላው እዩ መድሓኒቱ። ስለዚ እቲ ህዝቢ ትግራይ ዕጥቁ ክፈትሕ ዝገብር ናይ ደገ ሽግር ከም ዘሎ ኮይኑ ንሕና እውን ክንፍትሾ ዘለና ነገር ኣሎ ምርጫ ተወዲኡ እዩ ካብዚ ዝኣሰ ይመፅእ ምባል ወሲካ ካብኡ ናይና እንብሎ ሰብ ገለ ጽቡቕ ሕብርታት ተለኽያ ዘረባታት ሒዞ ክመጽእ ከሎ ሓሲቡላ ይኾን እዩ ኢልና ምውሳድ ወሲኽካ ብኹሉ ነገር ክንዳሉ ኣለና። ኣብ ኢትዮጵያ ዝበቕሉ ኣገዛዝኣታት ምስ ትሐዝ ዘሎ ሓዊስኻ ሃገር ብሓይሊ ዝምስረት ገይሮም ስለ ዝኣምኑ ሕቶ ማዕርነት ህዝቢ ትግራይ ገበን ገይሮም ከም ዝቖጽርዎን እዚ ድማ ምስ ኣተሓሳስባ ህዝቢ ትግራይ ፈጺሙ ዘይሳነ ምዃኑ ጀነራል ክንፈ የረድእ። ናይ ኢትዮጵያ ናይ ሕዚ ገዛእቲ ወሲድና ክንርኢ ከለና ናይ ማን ብልቦም ናይ ማን ብልቦም ዝኾነ ይኹን ሃገር ዝምስረት ዝተመስረተ እውን ብሓይሊ እዩ ስለዚ ብሓይሊ ክንምስ ኢሎም ዝኣምኑ ሰባት እቲ ናይ ቀንጭ ማዕርነት ወንጀል እዩ ኢሎምዎ ሓደ ኮይንና ዝነበርናስ ሓደ እዮም ዝብሉ እኮ ኣባላሽዮሙና ብሄር ብሄረሰብ ኢሎም ስለዚ ናይ ብሄራት ማዕርነት ዝበሃልስ ስድነት መምፅኡ ኢሎም ብግልፂ ነጊሮምና ምክንያቱም ምስረተ ሃገር ናሃታቶም ሓደ ዓብላላይ ዝኸውን ከዓ ማጆሪታርያን ካብኡ ንእሽተይ ዘበለ ይወሓጥ ንሕና ብዙሓት ኢና ገጀፍቲ ኢና ስለዚ ከመይ ኢልካ ትሳነ ህዝቢ ትግራይ ዓዲ መፍረሲ ዝብል ሽም ዝህብዎ ዘለዉ ሓይልታት ንዕኦም ሃገር ማለት ብሓይሊ ተጨፍሊቓ ዝተመስረተት እያ፣ እዚ ድማ ጸረ ማዕርነት ኣተሓሳስባ እዩ ይብል ጀነራል ክንፈ ዳኘው።
ዘለኣለም ኣዲስ ኣበባ ዝንበር ወይ ዓማብ ሰመራ ዝንበር መሲልዎም ንዘለኣለም ዝነብር ብታሪክ እውን ብሕሊና እውን ብኣውሩ ከዓ ብሕጊ ዝሕትት ስራሕ ኣተሎ ስለዚኣቶም ካልእ ገበን ክድዓት ፀላዓ ምትሕባር ስለላን ኣብ ልዕሊ ሰራዊት ትግራይ ዝፍፀሙ ገበናት እዮም ወታደራዊ ዕጥቂ ዘይምርካብ ሚስጥር ምብኻን ብኣጓዊ ዘይምትሕላፍ ፀላኣ ምሕባእ ኣፅዋራዊ ኢድ ፀላእ ክወድቕ ምግባር ዝዓለ ገበን ክድዓት ክድዓት ክድዓት ኢኮኖሚ ንፀላኣ ምትሕባር ስለላ ልዕሊ ሰራዊት ትግራይ ጉድኣት ምብፃሕ ውሳነ ሰራዊት ምስ ህወሓት ወጊን'የ ገለመለ ዝብል ሓሜታትን ፀርፍን ከም ዝነበረ ፍሉጥ እዩ። ሓንቲ ክብለኩም ዝደሊ እዚ ሰራዊት እዚ ዘይግበር ኣይገበረን። ሓደ እቲ ግዝያዊ ምምሕዳር ሽዑ ዘበላሸዎ ነገር መሰረት ገይሩ ኣያያዙን ኣይተው ሸክሙን ይቀሙታል ዝበሃል ኣሎ ኣተሓሕዝኡ ርእዩ እዩ ከይቕፅል ኣቋም ዝወሰደ። ኖ ኢሉ ቅዋሙ ገሊፁ። እዚ ቅዋምዚ ኣብ ዓለም ምስ ዘለዉ ሰራዊታት ወሲዶሞ እዮም። ኣብ ዓለም ምስ ዘይተገብረ ነገር ኣይገበርና። መንግስቲ ንምምላስ ሓደ ዓብዪ ምኽንያት ናይ ሰራዊት ምንቅስቓስ እዩ። ኣለበለዚያ መንግስቲ ስኢሉ ኣይኮነን ብድንጉፅ መንገዲ ኣይኮነን ተመሊሱ ከይምለስ ይኽእል ነይሩ።
በይንና ኢና እዚኣ ሰሪሕናያ እንዶም ገሊኦም ኩናት ኣይነበረን ናይ ደቃይቅ እያ ነይራ ይብል ሕልኩስ ኣበይ ፈሊጥዎ ኣበይ ፈሊጦሞ ይገርም በቃ ኣነ ይደኖ ከመይ ገርካ እዩ ቱ ናህና ሓይሊ ማለት ኣብ ሚድያ ሃለው ካሊእ ሃሉ ተረዲእዎ ኣየናይ ኢት መንገዲ ነቲ ህዝብና ዘዋፅ ዝብል ተረዲእዎ ንቅድሚት ንምስጋር ብጣዕሚ ከቢድ እዩ መትሓዚ ዘይብሉ ከም ኣብ ክሻ ማይ ከም ምምላእ ኮይኑ በዚ ተሸሸሽ ዝብል ገሊኦም ምስ ፀላእቲ ከይዶም ዝሰርሑ ባንዳታት ኮይኖም ዝሰርሑ ገሊኦም ተሰራሕካ ዕንቅፋት ዝኾኑኻ ከመይ ገርካ እያን ነያን ነታሒዝካ ንጽባሕ ንግሆ እንታይ ዓይነት ፍረ የፍሪ ዝብል የብሎምን በቃ መሕሰብ የለን ይሕዝን ስለዚ ገለገሊኦም ከዓ በርቃዊ መጥቃዕቲ ገይርሉ ፋኖ ሃንደበታዊ መጥቃዕቲ እዩ ፋኖ ገይርሉ ንብልፅግና ይብሉ ከምኡ ኣይኮነን ሓደ ሓቂ ከምኡ ኣይኮነን እንተዝኾኑ እውን ከምኡ ገርኩም ዲኹም ክትሰርሑ ነርኩም ግን ይገርመኒ ግን ከምኡ ኣይኮነን እቲ ሓቂ እንታ ዝበልኩም እቶም ቃኝ መፅኦም ናብ ፋኖ ፋኖ ግን ሰሚዖም ሓዲሮም ክመፅዎም ምዃኖም ሰሚዖም ሓዲሮም ኦረዲ ናይ ኣምሓራ ተወለድቲ ኣብ መከላከያ እውን ስለ ዘለዉ ሰሚዖም ሓዲሮም ፋኖ ከም ዝመፁ እቶም ቃኝ ኣብ ዓሰርተ ሓደን ፈረቓን ክለዓሉ እዩ ተባሂሉ ነይሩ ተላዒሎም ብትኽክል ዓሰርተ ክልተን ፈረቓን ከባቢ ኤግዛክትሊ ዓሰርተ ክልተን ፈረቓን ከፊቶማ እታ ማለት ተራኺቦም ኣብታ ክራኸቡላ ዝደለይዋ ኣብኣ ተራኺቦም ተራኺቦም እቲኦም ተፀብዮሞም እቶም ፋኖ ተፀብዮሞም እዚኦም ከዓ ይመፁ ኣለዉ ንዕኦም ክድምስሱ ቃኝ ቅድሚት ድሕሪት ከዓ እቲ ሰራዊት ይቐርብ ኣሎ ከምዚኣ ኮይና እያ መፅያ ተጀሚራ ሓንቲ ሰዓት እያ ወሲዳ ተዳልዮም ስለ ዝፀንሑ እዚኦም ሰሚዖም ስለ ዝፀንሑ ኣብ ሓንቲ ሰዓት ፋሕፋሕ ቢሎሞም ተበታቲኖም ድሕሪት ህድማ ጀሚሮም ኣንሳሒቦም ኦረዲ ድሓር ካብ ዓሰርተ ክልተን ፈረቓን እስካብ ሓደን ፈረቓን ዝነበረ ፅዕፁዕ ነይሩ ካብ ሓደን ፈረቓን እስካዕ ክልተን ፈረቓን ዝነበረ ታሕትሪም ነይሩ ምህዳም ጉልባብ እናሃብካ ሽፋን እንዳሃብካ ምህዳም እዩ ነይሩ ድሓር ሃዲሞም ኣርባዕተ ሰዓት ከባቢ ይከፈት መንገዲ ተባሂሉ ናይ ቆቦ ነላማጣን መንገዲ ተዓፅዩ ነይሩ ኣርባዕተ ሰዓት ከባቢ ይከፈት ተባሂሉ ቀጥታይ ከዳን መኻይን ገለ ገለ እንተዘይኮይነን ሓሙሽተን ፈረቓን ረፍዲ ዳርጋ ናብ ፍርቂ መዓልቲ ክበፅሕ ከሎ ግን መኪና እውን ምሕላፍ ተጀሚሩ ኦረዲ እቲ ናይ ኢትዮጵያ ሰራዊት ሃዲሙ እቲ ዝኸፈተ ግን ባዕሉ እዩ ስኺሉ ኣጋጣሚ ሽፍታ ቦቲን ቦቲን ሽፍታ ክሓልፍ ተኪሱ ጠራራ ዓቢሉ ከም ዝኸደ ናይ ደቃይቀን ነይረን ኢልካ ተነኣእሶ ማለት እንታ ፈሪዱልካ እኮ እዩ ዝመፅእ ዘሎ ክበልዓካ ትግራይ እንተዘይበላዕኹ ኢሉ ሃሊኹ እኮ እዩ ዝመፅእ ዘሎ ከመይ ጌርካ ተንቆርቁረሉ ነቲ ከምዚ ዝበለ ሰብ እንታይ እንተኢልካ እንታይ እንተሰሪሕካ እዩ ናብ ቁም ነገር እትቕይሮ ትሕዚ ፀላእ ፈሪድዎ ዝመፀ ዝብል እንታይ ኢልካ ኢኻ ርዲእኻ ናብ ቁም ነገር ንክሰርሑ ትገብሮም ኣነ ብጣዕሚ እዩ ዝገርመኒ ነዚ እውን እዩ ማእኸል ሚድያ ንብሎ ነዚ እውን እዩ መንግስቲ ትግራይ ኣጀንዳ ምሃብ ዝኽእላ ሚድያታት ከፍሪ ኣለዎ ንብሎ እዚአን ናይ መንግስቲ ኣይኮናን ትኽክል እዩ ግን ኣብቲ ጽዕጹዕ ናይ ኩናት እዋን ሓቢርና ኢና ሰሪሕና ሚድያታት ጠርኒፍና ኢና ሰሪሕና ጥርናፈ ዘይፈልጡ ሽዑ እውን ኣይክንደይ ንሶም ዘይጥርነፉ ዝነበሩ ሰባት ግን ሕዚ እውን ጥርናፈ ስሒቶም ነቲ ቁም ነገር ክንሰርሓሉ እንኽእለሉ እንዳበተንዎ ዝኸድሉ ኩነታት ብጣዕሚ ይሕዝን እዩ የተሓሳስብ እዩ መንግስቲ እዩ ከኣልዮ ዝኽእል መንግስቲ ናብ ሓደ ከምፆ ክእል ኣለዎ ተፈለየ ተኣምር ዘለዎ ተፈለየ ብቕዓት ዘለዎ ሰብ የለን የለን እቶም ዩቱባት ዩቱበራት ክመፁ ኣለዎም ዋላ መይን ስትሪም ሚድያታት እውን ናብ ሓደ ክንመፅእ ኣለና ይትረፍ ዶ ናይ ዘን ፕራይቬት ዝበሃላ እተ ናይ መንግስትን ፕራይቬት እውን ፕራይቬትን ናይ መንግስትን ከምታ ናይ ኢትዮጵያ ተቀናጆማ ዝኸዱ እኒው ተቀናጅኻ ምኻድ ንምንታይ ኣብየካ ደቀይ ደቀይ ኣብዚ ግዜ ዝጨነቐኩም ደቀይ መንኣሰይ ዕድልኩም ናይ ልምዓትን ናይ ትምህርትን ዝሰኣንኩም ናይ ዕረፍትን ናይ ፍልጠትኩምን ናይ ምርምርኩምን ግዜ ሽዱሽተ ዓመት ዝተሓደኩም ደቀይ ሽዱሽተ ዓመት ኣብ ቅልውልው ዝሓለፍኩም ደቀይ ካብቲ ዕድሜኹም እዚ ዝተሓደኩም ደቀይ ናይ ዘመን እዚ መንኣሰይ ዝኾንኩም ናይዚ ዘመን እዚ ናይዛ ጸባብ ጓሃይ ዝበዝሓ መንኣሰይ ዝኾንኩም ዝኾንክን ደቀይ እግዚኣብሔር እቲ ዘይሕሱ ዘይልወጥ ቃሉ እዚ ይብለና ኣሎ ግን ዝጎደለና ድኾን ይህሉ ምናልባሽ ኣብ ምንኩሕኳሕ ድኾን ንዝንግዕ ንህሉ ወይስ ብተጠራጠረ ድኾ ንኩሕኳሕ ሓደ ግዜ ንሰብ ንኣምን ሓደ ግዜ ንሓላፊ ንኣምን ሓደ ግዜ ንፕሮፓጋንዳ ንኣምን ሓደ ግዜ ከምኡ ድኾን ንህሉ ኣቶም ፋኖ ንብዛ
ሓንቲ ብጣዕሚ ወሳኒት ዝኾነት ኦድዮ ኣላትን ክጋብዘኩም እዩ

እዚ ሕዘ ይመልእ ብርግፅ ሓቲቶሞ ክኾኑ ይኽእሉ እዮም ኣብ ወልቃይትን ኣብ ራያን ኣይንደራደርን ይብል ራያ ኣብ ኢድ ዋናታቱ እዩ ዘሎ ኣብ ወልቃይት ኣይንደራደርን ኣስረስ እዩ ባይዘወይ ወሃቢ ቃል ናይ ፋኖ እዩ ኣነ ብቐሊለ ይርእዮን ከፈላልያና ከፈላልየና ዝኽእል እዩ ዝብል እምነት የብለይን ምክንያቱ ፋኖ ወሲኖም እዮም ዝብል መረዳእታ ኣለኒ ሰራዊት ትግራይ ምዕራብ ትግራይ ክሕዝ ከሎ ሰራዊት ትግራይ ጸለምቲ ክሕዝ ከሎ ጸለምትን ምዕራብን እኔን ተሪፈን እዮም እዚአን ክሕዝ ከሎ ኣብ ቀረባ ክተሓዝ እዩ እዚአን ክሕዝ ከሎ ወንዘር ከም ዘይብሉ ተዓማሚኖም እዮም ዝብል መረዳእታ ነይሩኒ እተን ሕዚ ዝዛረበን ዘሎ ፖለቲካሊ ብምንታይ እየን ትርጎማ ምርኣይ ከድሊ እዩ ንሕና ኣልዋሃን ለማልሞን ይወሰና ኣልዋሃን ለማልሞን ሒዝና ዘይንኸደሉ ምክንያት ሕዚ ኣልዋሃን ለማልሞን መልሱልና ዘይንብለሉ ምክንያት ሰላም ምስ ረኸብና እታ ዘላ ትግራይ ሒዝና ሰላም ምስ ረኸብና ድሕሪኡ ክንደራደር ኢና ከፊልና ፖለቲካሊ መሬትና ኣብዚ እዩ እንተኾነ ተመለስ ናብ ታሽዓይ ክፍለ ዘመን ኣምሓራ ባዕሉ ትግራይ ዘቋቆሞ እዩ ተምሓራ ዝበሃል ዘሎ ሕዚ ታሪክ ማለት ስኢለ ከምቱ ናታቶም ክስፋሕፋሕ ዝደሊ ዓይነት ሕልና ሃሊኒ ኣይኮነ ትግራዋይ ናቱ እንዳሃበ ዝመፀ ስኩፍ እምበር ጎምጣጠ ኣይኮነ ግን ብታሪክ ንርአ እንተኢልናስ ቤተ መንግስቲ ናይ ተጋሩ ኣበይ ድኒ ታሪክ ንርኢ እንተልና እንተልና ኣልዋሃ ምላሽ ልማልሞ ምላሽ መግደፉ ወት ናይ ትማሊ ታሽዓይ ክፍለ ዘመን እንተኸይደ ኣምሓራ ባዕሉ ዝበሃል ሕዚ የለን ከመይ ገሮም ከም ዘቋቆሞ ተጋሩ መፅሓፍቲ ምግልባጥ ትኽእሉ ኢኹም ናይ ጣና ገዳማት ጣና ገዳማት ኣርባ ኣራቱ ታቦት ኣርባ ግዛዕ ታቦት እንዳበሉ ይዛረቡ ሃፀይ ዓምደ ፅዮን እንታይ ይበሉ ሰምዮም ኣቋቂሞሞ ጥራሕ እግሮም እንዳኸዱ ነገስታት ኣክሱም እዮም ኣቋቂሞሞ ኣብ ከፋ እንተይተረፈ ከፋ ኣብ ከፋ ደቡብ ከይድኩም ቤተ መንግስቲ ተጋሩ ኣሎ ኣብ የረር ከይድኩም የረር ቤተ መንግስቲ ተጋሩ ኣሎ ትህንፃ እኒሄ ትእምኒ እኒሄው ኣብ ኣምሓራ ኣማራ ሳይንት ከይድኩም ቤተ መንግስቲ ተጋሩ ኣሎ እንጠጦ ከይድኩም ቤተ መንግስቲ ተጋሩ ኣሎ ኣዲስ ኣበባ ሽዋ ወይለክ ባዕሎም ቶም ሸዋውያን ኢና ዝብሉ ኣብ ሸዋ ኮይኖም ሰለሙናዊ ስርወ መንግስቲ ዳግማይ ኣቋቒምና ኢሎም ሓቀይ ሰለሙናዊ ስርወ መንግስቲ ማለት ናይ ኣክሱማዊ መንግስትነት ስርዓት ንሕና ኣክሱማውያን ኢና ኢሎም እኮ እዮም ኣቋቒሞም ሸዋውያን ኢና ኢሎም ኣይኮነ ዝትርጉሞ ስኢኑ ንሳቶም ናይ ባዕሎም ኣይደንቲቲ ክፈጥሩ ስለ ዝኸዱ እምበር ይኩን ኣምላክ ስልጣን ክሕዝ ከሎ ኣነስ ናይ ኣክሱም ዘርእለን ትግራዋ እየ ኢሉ እኮ እዩ ዋላ ከምኡ እዩ ወሎ ግን ንሱ ማለት እዩ ትርጉም ኣነስ ናይ ሰለሞኒክ ዘርኢ ኣለኒ ናይ ምኒልክ ወዲ ወዲ ሰለሞን ዘርኢ ኣለኒ ኢሉ እዩ ተርጉምዎ እንዶ ከምዚ ተክለሃይማኖት እቶም ፈላሲ ጳጳስ ተመሲሎም ወንበር ኣለኒ ኢሎም ተካኢ ወንበር ናይ ተክለ ሃይማኖት ወጨጌ ዘመንበረ ተክለ ሃይማኖት ተባሂሎም ዝፅውዑ ተክለ ሃይማኖት ሰለስተ ትውልዶም ተመሊሶም ኣበይ ድዮም? መን ኢኹም ንስኹም እንተልካዮም ዝኾነ መሰረት ዘይብሎም ዘይሮም ዘይሮም ተመሊሶም ናብታ ትግራይ ክመፁ መሰረት ኢትዮጵያ ትግራይ እያ። ነታ መሰረት ኢትዮጵያ ናህና እያ እንዳበልካ ተመሊስካ ትማሊ ተግልግላ ኔርካ ትማሊ ፈጢሩኳስ ነቲ ዝፈጠረካ ነዲኣ እንታይ እዩ ዝበሃል ጓልስ እያ ነዲኣ ሕርሲ ተምህር ከም ዝበሃል ተመሊስካ ነዲኣ ሕርሲ ክተምህር ከምኡ ዓይነት ነገር ንግደፎ ስኽፍታ ንግደፎ ኣልዋሃ ምላሽ ሎም ኣልቦ ምላሽ ስፋሕ ንኮ ክንመፀ ኢና ምዕራብ ትግራይ ግን ዝነኽኦ የለን እዩ ሕዚ ተዛረቦ ቀሊል ፖለቲካዊ ቃል ኣይኮነን ነቲ ፐብሊክ ንምሓዝ ከመይ ገሮም ይኸድዎ ንርኣዮ ነዚዩ ጋይድ ምግባር ሚድያን ፖለቲካን ምንባብ ሚድያን መራሕትን ሚድያን መንግስትን ምንባብ ዘድልዮ እዚ ምክክር እንተሃሊት ምክክር እተን ብተልእኮ ዝተመኮራ ሚድያታት ክሕዝኦ ናይ ግድን እዩ ተዘይኮይኑ ከምዚ እንዳበለ ግን ክኸደ ይኸለን ኣይከኣልን ነውራም እያ እዛ ዘረባ እዚኣ ክእርምዋ እዩ ዘለዎም ዝብል እምነት እዩ ዘለኒ